ውምስዋይ ትግርኛ እቲ ሳዕሪ ቀጠልያ ድዩ ሰማያዊ? ኩርዕ ዳኛ ንጉስ ኣራዊት ኣዩ ኣንበሳ ኣድግን ነብርን ኣንጊሆም ይራኸቡ ብዛዕባ ሕብሪ ሳዕሪ ድማ ከካትዑ ይጅምሩ እቲ ወደል ኣድጊ ናብ ኣደባባይ ወጺኡ ብንግሆ ነገራት ተሸኪቡ ካፍቲን ካፍቲን ንፍልጠት ተሰብሲቡ እቲ ኣድጊ ነቲ ነብሪ ከምዚ በሎ፣ ሳዕሪ ሰማያዊ እዩ በለ ድምፂ ዓው ኣቢሉ። ኣያ ነብሪ ተቖጢዑ ብንዴት ከምዚ በለ፣ ኣይፋሉን፣ ሳዕሪ ቀጠልያ እዩ በለ ሕርቃኑ ውሒጡ። እቲ ዘተ ጎብእ ስለ ዝነበረ፣ ክልቲኡ ነቲ ጉዳይ ናብ ግልግል ከቕርብዎ ወሰኑ። ከምኡ ንምግባር ድማ ናብቲ ኣንበሳ ንጉስ ጫካ ፍትሒ ንምድላይ ንኺድ ተባሂሉ። ነብሪ እውን እሺ በለ። ነብሪ እሺ ስለ ዝበለ እታ ኣዲ ትዕንጭር ትጭንድር ጀመር። ብሓባር ከይዶም ኣብ ኣፍ ደጋ ኣንበሳ ዘንድ ዓሪቦም። ጎይታይ ኣንበሳ ሽሕ ዓመት ንጉስ ኩን ክፉእ ከማኻ ይርሓቅ ንጉስና ዘላኣለም ንበረልና በለ ብትሕትና ነቲ ወደል ኣድጊ ሰማይን ምድርን ፈሪሕና ፊሒርና ሕብሪ ሳዕሪ ምሽጢር ክንምርምር ከለና ብምኽንያት ክርክርን ድኻምን እናባኹ መጺእና ሓቅን ፍትሕን ናባኹም ኣብ ኣያ ኣንበሳ እዩ ዘሎ ወርድኹም ኣባና ይውዓል ዕረቑና ልዕልኩም ሳዕሪ ሰማያዊ እዩ ዝብል ሓቂ ድዩ ኢሉ ሓተተ ኣንበሳም ተገሪሙ ኣንበሳ እውን ከምዚ ኢሉ መለሰሉ ሕብራዊ መልክዕ ሳዕሪ ከምቲ እንፈልጦ ናይ መጀመርታ ፍጥረት ዓድጊ ሳዕሪ ሰማያዊ እዩ። እቲ ኣድጊ ንቕድሚት ተጓዩ ቀልፀለ። እቲ ነብሪ ምሳይ ኣይስማዕማዕን፣ እንድሻዕ ይጋጨወንን ይከራኸረንን የሕርቐንን፣ በጃኹም ንዚ ትኳዕቱ ቅፅዕዎ በለ። ድሕሪኡ እቲ ንጉስ ከምዚ ኢሉ ኣወጀ፣ ነብሪ ንሓሙሽተ ዓመት ብስቕታ ምንም ከይዛረብ ተቐጺዑ ኣሎ ኢሉ ጸዓቱ ዓረፈ። እቲ ኣድጊ ብታሕጓስ እናዘለለን እናኣንጨንጠረን መንገዱ ከደ። ነብሪ መቕጻዕቲ ተቐቢሉ ነቲ ኣንበሳ ግን ከምዚ ኢሉ ሓተቶ፣ ክቡር ኣንበሳ፣ ንምንታይ ቐጺዕኻኒ? ደሓር ኸዓ ሳዕሪ ቀጠልያ እዩ እምበር ሰማያዊ ኣይኮነን። ንምንታይ እናፈለጥካ ዝብላዕ ኣመት ቐጺዕኻኒ? ኢሉ ሓተቶ። እቲ ነገር እንሆ፣ ንስኻ ኢኻ ጌጋ ዝፈጸምካ በለ ኣንበሳ። ኣድጊ መን እዩ? ንስኻ ዝከላኸል ምስ ዘይመቓልትኻ ንምንታይ ትውዕል ናትካ ሓመቕ ይኣክል ንዓይ እውን ኣሕማቕ ናብ ጸገምን ናብልካኒ እዚ ምስቲ ሳዕሪ ሰማያዊ ድዩ ቀጠልያ ዝብል ሕቶ ዘራኸብ ነገር የብሉን እቲ መቕጻዕቲ ከማኻ ዝኣምሰለ ተባዕን በሊሕን ፍጡር ምስ ኣድጊ ናትኻ ናትኻ ትሕግዜ ከጥፍእ ኣብ ርእሲኡ ድማ መጺእኹም በቲ ሕቶ ክተሽግሩንን ግዜ ከባኽኑንን ስለ ዘይደለኹ እዩ። ግዜኻ ምስቶም ብዛዕባ ሓቂ ይኹን ሓሶት ዘይግደሱ ኣሻሹን ኣኽረርትን ኣይትካታዕ። ናታቶም ዓወትን እምነትን ምትላል ጥራሕ እዩ። ኣብ ትርጉም ዘይብሉ ዘተ ግዜ ፈጺምካ ኣይተጥፍእ። ትርድኦ ዘለካ ድማ ኩሉ ዝቐርበሎምን መርትዖታት ናይ ምርዳእ ዓቕሚ ዘይብሎምን ብኢጎ ጽልእን ቂምን ዝዓወዱ ሰባት ኣለዉ። ከምኡ ውን ብዛዕባ ናትካ ነገር ዘይግደሱን ንሳቶም ዝገብርዎ ጥራሕ ዝርድኦም ብዙሓት እዮም። ዋላ እንተዘይኮይኑ ድንቁርና ክጭድር እንከሎ ብልሒ ስቅ ይብል። ሰላምን ቅሳነትን ካብ ምንም ንላዕሊ ዋጋ ኣለዎ። ነብሪ ልቢ ግዛእ ምስ ኣድጊ ኣይትደቅስ ግዜኻ ብኾንቶ ኣይተዕድል። ነብሪ ልቢ ግዛእ ምስ ዘይኾንኻ ኣይትውዓል